መርሓባ የሕዋተይ ኣብዚ እዋን እዚ ቡዙሓት የሕዋትና ብሰንኪ ካላኣዮም ኣብ ሓደ ገዛ ዝነብር ዝነበረ ናብ ካልእ ዓዲ ምስ ሰገረ ኣብ ዘይዕደኦም ይኣትዉ ኣለዉ ከመይ እንድሕር ኢልኩም ኣቲ ገዛ ይማቀልዎ እንድሕር ኔሮም እስቲ ሓደ ካኣ ናብ ሓደ ካልእ ዓዲ እንድሕር ሰጊሩ ኣብዚ ካኣ ኣብ መሪድ ከይገበረ ከይነገሮም ማለት እዩ እቲ ገዛ እቲ ውዕል ናይቲ ገዛ ከማን ከየፍረሶ እንድሕር ከይዱ እቲ ኣብዚ ዓዲ ዝተርፍ ኣብ ጀርመን ንኣብነት እሱ ክሽፍነሉ ኣለዎ ሽሕ ቅርሺ እንድሕር ብሓንሳብ ይኸፍሉ ነይሮም እቲ ሽሕ ቅርሺ ሙሉኡ እቲ በይኑ ዝቕመጥ ክኸፍሎ ኣለዎ ብርከ ንኣብነት ሚእቲ ስኩያ ሜታ እንድሕር እቲኣ ገዛ ኮይና ካ ሓሙሽተ ሚእቲ እንድሕር ይኸፍሉ ነይሮም እቲ ዋና ገዛ ስኒ ሓሙሽተ ሚእቲ ይኣኽለኒ እዩ በይንኻ ስለ ዝተረፍካ ኣይብሎምንዩ ከማን ገሊኦም ዋና ገዛታት ምስ ነግርካዮም ከማን የስቅጡ እቲ ካላኣይስ የለን ኣብዚ ገዛ እንድሕር ኢልካዮም ባዕሉ እቲ ውዕል ስለ ዝገበሮ ባዕሉ ከፍርሶ ኣለዎ እምበር ሳልሳይ ኣካል ከፍርሶ ከማን ከቢድ እዩ ግን እስኻ ብቕልጡፍ እንታይ ጥራይ ኢኻ ክትገብር ትኽእል ካላኣይካ ኣብቲ ገዛ ዝኣቱ እንድሕር ርግጸኛ ኮይኑ ኣብዚ ዓዲ ከምዘየለ ከምዝወጸ ካብዚ ዓዲ ኣብቲ ዓዲ ዝደልዮ ከኣ ከምዝበጽሐ እንድሕር ኣራጋጊጽካ ቀልጢፍካ ካላኣይካ ሰብ ክትረክብ ይሕሸካ የለን ክትብል ከማን ይሕሸካ ቀልጢፍካ ኣብ ካልእ ዕዳኻ ከይኣተኻ እቲ ሰብ ዝኸይድ ዘሎ ከዓኒ እቲ ማለት ንገንዘብ ክሓድገልካ ይግብኦ በሃሊት እየ ኣነ ብርከ ከመይ ጌርካ ኢኻ እሞ ክሳብ ናብኡ ዝኸይድ ከማን ግዜ ስለ ዝወስድ ኣብ መንጎ ኣብ ቤልጅየም ወይ ኣብ ካልእ ዓድታት ይህልው ኣቐዲምካ ከኣ ክትነግሮም ኣይትኽእልን ኢኻ። እቲ መገዲ ይሰልጦ ድዩ ኣይሰልጦን ከማን ኣይትፈልጥን ኢኻ። ስለዝስ እቲ ሓላፍነት ከማን ካብ እቲ ሰብ ዝኸይድ ዘሎ እዩ። ማለትስ ነቲ ካልእ ዕዳ ክትሓድገሉስ ጽቡቕ ኣይኮነን። ኣብ ዘይዕድኡ ክኣቱ ካብ ኩሉ ከኣ ኣቐዲሙ ክነግሮም ኣይክእልን እዩ። ከየስ ከየራጋገጸ ኣብታ ዓዲ እስኻ ዝደለኻዮ ሰጊርካ ዲኻ ናይ ብሓቂ ወይ ክትምለስ ዲኻ ስለ ዘይሰለጠካ እንድሕር ትምለስ ኮንካ ድሮ ኩሉ ውዑል ኣፍሪስካዮ ንመንግስቲ ነጊርካዮም ኣብዚ ከምዘየለኻ ከኣ ኣሸጋሪ ስለዝከውን ዝክእል ኣብ ከምኡ ኣቀዲምኩም ብገለ ተሳማምዑ ማለት እዩ ሱቅ ኢልኩም ኣይትኪዱ በጃኩም ኣብ ዘይዕድኡ ንሰብ ኣይትእትውዎ ድማ እቲ ኔብን ኮስትን ኣብሬሽኑን ከዓ ከምኡ እንድሕሪ እቲ ሰብ ካላኣይ ከም ካላኣይ ከም ክልተ ሰብ ዘለኹም ኢኹ ፍሉጥ ስለዚ እቲ ኔብን ኮስትን ኣብሬሽኑ እቲ ናይ ማይ ናይ ጓሓፍ ገለመለ ብልዕሊኡ ብልዕሊ ገዛ ክራይ ዘሎ እሱ ከማን ናይ ግድን ክክፈል ኣለዎ መሰል ናይቲ ዋና ገዛ እዩ ኩሉ ኣይቅንሰልኩምን እዩ እዚኣ ክብለኩም ይደሊ ስለዝስ ቀልጢፍኩም ንገርዎም ቀልጢፍኩም ከዓ መፍትሒ ርኸቡ ኢለ ከማክረኩም ይደሊ ካብ ብዙሓት ሰባት ስለ ከምዚ ዝሰማዕኹ የቀኔለይ ክሳብ ሕጂ ምሳይ ምፅናሕኹም ብሩክ መዓልቲ ባይ